ክቡራት ኣፍቀርቲ ፊልም ኣብ ኣድማስ ኢንተርተይመንት ጭራ ነብሪ ኣብ ስድራ ኣዜርያ ኣዝዩ ዘደንጹን ምስምዑ ዝቕፍፍን ትራጀዲ ዝኾነ ጌጋ ተፈጺሙ ኣሎ ተሓታቲኡ መን እዩ? ጎኒ ሓደ ኮንኪ ኣይትፈለይ ተኺኢልኪ ማእከል ኮንኪ ቀልስዮ። ባፍታ
ባፍታ መራን ውሒጠ ዘይተዳርኩስ ንመን ንመን ንመን ንመን ንመን ሰላም ሰላም ሰላም ክቡራት ተዓዘብቲ ጭራ ነብሪ ዘርእስታ ፊልም ኣብ ኣድማስ ኢንተርቴይመንት ተዳልያትልኩም ኣላ ሼር ኮመንት ሳብስክራይብ ኣይትሕመቑ እዋ ሕጂ ከ ደድሕሪ ኣኺል ኣሎ ጭራ ነብሪ ዘርእስታ ሓዳሽ ተኸታታሊት ፊልሚ ኣብዚ ቀረባ እዋን ክትወጽኩም እያ ኩላትኩም ተኸታተልዋ ኣብቲ ቻነል እቲ ከኣ ላይክ ኮመንት ሸር ሳብስክራይብ እስከ ግበሩ ነብሪ ጭራ

ዓደይ ክኸይድ እየ ክወጽእ እየ ትብሊ ተኾይንኪ ግን ከምታ ዝበልኩ መሀለፍ ንኽትወስዲ ንሳ ምስክረይ
ሰላም ከመይ ኣለኹም ክቡራት ተዓዘብትና ኣብ ኣድማስ ቲቪ ጨና ነብሪ ዘርእስታ ሓዳሽ ተኸታታሊት ፊልም ክትጅምር ስለ ዝኾነት ሼር ላይክ ሳብስክራይብ ከምቲ ልሙድ በሉልና ኣዚና ኢና ከኣ ነመስግን ሕጽይቲ ናሆር ናሆር ዘይፈልጦ ጥንሲ ተሰኪማ ኣላ ውጽኢቱ እንታይ እዩ ክኸውን? ኣይኮነን ዓዘርያ በቃቅ ጁዕ ጥሙይ ሲ ዝድርበ ዳቡ ታረ ገንዘብ ደለዎ ሃፍታም ከማን ክልተ ደቁ ብሓንሳብ ኣየመርዕውን። ሰላማት ደቂ ኤረይ ሓላላት ኣብ ውሽጥን ኣብ ደገን ዘለኹም። ጭራ ነብሪ ዘርእስታ ዓባይ ናይ ትግርኛ። ፊልም ኣብ ቀረባ እዋን ኣብ ኣድማስ ኢንተርተይመንት ቀሪብናልኩም ኣለና ኮመንት ላይክ ሼር ሳብስክራይብ ካባኹም ትሕዝቶ ካባና ጭራ ነብሪ እዩ ኣርእስታ ጭራ ነብሪ ተሒዝካ ከኣ ኣይትፍኑን ኢኻ ኣብ ቀረባ ግዜ ኣብ ኣድማስ ኢንተርተይመንት thank you።
ዘኽብራን ዘፍቅራን ገዲፋ ንሓደ ካብ ኤመሪካ ዶላር ሒዙ ዝመጸ መፍቃራ ሄርሜላ ዕድላ እንታይ እዩ ክኸውን? ጸገም ክትፈትሕ እኮ ክሻ ገንዘብ ጥራሕ ኣይኮነን ደድልየካ።
ንዓይ ዘድልያኒ እዚኤን ጥራሕ እየን። ሓሶ እንዶ ኩሉ እታ ባሕርን መርከብን ምስቃል ዘይትፈቱ ኤልዳና ኣብ ባጽዕን ኣብ መርከብን ኣላ። እንታይ ኢልክዮ ፈለማ ኣነ ኣይኮንኩን ኢለዮ። ፌቨን
ጌጋታት ኣቤሴሎም ምጽዋሮም ተመንይዋ ስለ ዘሎ ትወስዶ ስጉምቲ ከ እንታይ እዩ ክመስል? ድሕሪኡ ከ? ኣቲ እቲ ርእሲ ክሰርዕኒ።
ሃኒ ይብላዕ ኢሎማ ብገበን ዘሕትታ ወንጀል ፈጺማ ኣላ። ሓባይብ እዝን ካልእን ገጻት ህይወት ሒዛ ጭራ ነብሪ ኣብ ቀረባ ግዜ ጭራ ነብሪ።